ገና ብንእሽተካኻ ሓዲግካያ ኣብቲ ናይ ክህነት ኣቲኻ ድሕሪኡ ኣብቲ ናይ ትምህርቲ ተቐጺሉ። ናይ ዶክቶርነት መዓርግ ኣብ ጀርመን። ኣብ ጀርመን። እወ። ድሕሪኡ ናብ ኢትዮጵያ። ናብ ኢትዮጵያ ምስ ምምላስ ከኣ ሽዑን ሽዑን ኣብቲ እዋን ስራሕ ዝጀመርካሉ ምስ ውዱባት ናይ ህዝባዊ ሓይልታት ርክባት ጀሚርካ ሕጂ ኣይትፈልጣን ኢኻ ኤርትራ ብ ፍቅሪ ሃገር ዝብሃል ብኸመይ ዩ ሕጂ ሰሪጹካ ሽዑ ብኸመይ ክትዋሰብ ኪኢልካ ቀልጢፍካ ከኣ ናብቲ ዕላማ ኣቲኻ እንታይ ዩ ኔሩ እቲ እቲ ፍቅሪ ሃገር ዋላ እኳ ኣነ ኣብ ኤርትራ እንተዘይነበርኩ ኣብ ኣዲስ ኣበባ ክማረር ከለኹ ንኣብነት ኣብቲ ኣዲስ ኣበባ ኮሌጅ ክበሃል ከሎ ቅድሚ ንጀርመን ምኻደይ ገለ ኤርትራውያን ኣብዚ ናይ ኦራተሪካል ኮንቴስት ዝበሃል ኣሎ ምሽ ክወዳደሩ ብዘረባ ናብቲ ኮሌጅ መጹ መዓት ክስታ ኢና ንገብር ነይርና እቲ ፍቅሪ ሃገርሲ እቲ መንነትናስ ኣይረሳዕናዮን ዋላ ኣብኡ ከለና ብዙሕ ተኣሽሙ ነይሩና ደሓር ከኣ ኣብ ጀርመን ተማሂረ ምስ ተመለስኩ ግን እቲ ብዚ ዝግበር ነበረ ኩናት ኣብ ኣዲስ ኣበባ ውን ጽልዋ ኣሕዲሩ ብዙሓት ኤርትራውያን ክጎሳቆሉ ከብሉ ትርእዮም ሕጂ ብኡ ናይ ግድን ኣብዚ ጉዳይ እዚ ቁሩብ ምስታፍሲ የድሊ እዩ ንዚ ብማለት ነቲ ነብሰይ የእሚነ ኣብቲ ክስታይ ኣትየ።
እወ ዳሕራይ ኣብ ጀርመን እውን ወይ ቅድሚኡ ኣብ ኣዲስ ኣበባ ክኸውን ይኽእል ምስ ስዉእ ድራጎን ሃይለ መለኮት እውን ጥቡቕ ዕርክነትን ብጻይነትን ከም ዝነበርኩም እፈልጥ። ስዉእ ድራጎን ሃይለ መለኮት ከኣ ሓደ ካብቶም ናይ ሓራካ፣ ተንቀሳቓሲ እዩ ነይሩ። ሕጂ ኣብዚ እዋን እዚሲ ጽልዋታት ነይርዎ ዶ? ኣበየናይ እዋን ኢኹም ተራኺብኩም?
ምስ ደራጎን ወዲ ራእሲ ሃይለ መለኮት መጀመርያ ኣብ መወዳእታ ታሕሳስ ቴስዓን ሓደን፣ ትኬት ንጀርመን ክኸይድ ዝቖጸረ ዝቖረጸለይ እሱ እዩ ኣብ ኢትዮጵያን ኤርላይንስ ነይሩ ኣብቲ ሽዑ እኳ እንታይ እየ ገለ ኢሉኒ ነይሩ ሓር ኤርትራዊ ምዃነይ ምስ ፈለጥኩ ሓጊዙኒ ቶሎ ውጽኡ ኣቢሉኒ ደሓር ከም ዝተረዳእክዎ ኣነ ጀርመን ኣትየ ሸሞንተ ወርሒ ድዩ ገለ ምስ ገበርኩ እሱ ድማ ናብታ ዘለኽዋ ከተማ መጺኡ ኣመጻጽእኡ ከም ዝሰማዕክዎ እዚ እድሪስ መሓመድ ኣደም ዝብሃል ናይ ባይቶ ኤርትራ ኣቦ ወንበር ዝነበረ ኢትዮጵያ ንፈደረሽን ተፍርሶ ኣላ ኢሉ ክጠርዕ ንሕቡራት ሃገራት ክኸይድ ምስ ወሰነ ምሳይ ዝኸይድ ከመንዩ ካብ ዝብል ተበጊሱ ከም ዝበልካዮ ደራጎን ኣባል ማሕበር ሸውዓተ ስለ ዝነበረ ኣብ ርእሲኡይን ተፈላጢ እዩ እሞ ኢሉ ሒዝዎ ከይዱ። ሕጂ ሒዝዎ ከይዱ ኣብ ኒውዮርክ ከምቲ ዝሰማዕክዎ ተኾይኑ ብዙሓት ኣይተገደሱሎምን ሓደ ናይ ፓኪስታን ኣምባሳደር ተቐቢሉ ዛራሪብዎም ዝሰማዕክዎ ኣነ እየ ዝብል ዘለኹ። ደሓር ተመሊሾም ኣብ ካይሮ ምስ በጽሑ ደራጎን ተመሊሹ ንኣዲስ ኣበባ ክኸይድ ኣይክል ድዩ ሽዑ ናብ ዝደለኻዮ ቦታ እሞ ትኸይድ ኢልዎ ሕጂ ደራጎን ናይ ኢትዮጵያ ፓስፖርት ነይርዎ ኣብቲ ሽዑ እዋን ድማ ናይ ኢትዮጵያ ፓስፖርት ዝሓዘ ሰብ ቪዛ ኣይሓትትን እዩ ነይሩ ብኡ ምኽንያት ቀኒዑ ንጀርመን መጺኡ ኣጋጣሚ ድማ ኣብቲ ኣነ ዘለኽዋ ከተማ ካብ ስሳን ክልተን ኣጋ መወዳእታ እየ ዝብለካ ዘለኹ ካብ ስሳን ክልተን ጀሚርና ክሳዕ እቲ ኣነ ትምህርተይ ወዲኤ ንኣዲስ ኣበባ ዝምለስ ከም ጎረቤት ብሓንሳእ ነንበይንና በሊዕና ኣይንፈልጥን ወይ እሱ ገሹ ወይ ኣነ ገሸት ዘይኮይኑ ስለዚ ደራጎን ኣዝዩ ዓርከይ እዩ ነይሩ ብዛዕባ ኤርትራ ዳሕራይ ቁሩብ ካልኦት ምስ መጹ ምንቅስቃስ ገለ ተጌሩ ዳሕራይ እውን ንሜዳ ኣትዩ ነይሩ። ኣብቲ ሽዑ እውን ግን ብዛዕባ ኤርትራ ብዙሕ ኣይገለጸለይን ብሓቂ። ተመሃራይ እዚ እንታይ ኢሉ ንኸውን? እው ከምዚ እዩ ነይሩ ምስ ደራጎን እቲ እቲ ኣፍልጦና እቲ ዕርክነትና። ሕራይ እዋይ! ኣብ ኣዲስ ኣበባ መጽሔት ጥሒሻ። እወ። ንዝርግሕ ኔርና።
እወ ትዝርግሑ ኔርኩም። ብኸመይ ይዳሎ ኔሩ ኣፍልጦ ኣለኩም ዶ?
ብሓቂ ኣነ ኣብቲ ምዝርጋሕ ተዘይኮይኑ መን እዮም ዘዳልውዎ ዘለዉ ብኸመይ እዩ ከማን ብዙሕ ኣፍልጦ ኣይነበረንን። ጥራሕ ኣብታ መኪና ይንጽዕን ንዝርግሕ ኣብቲኣ ሃብ ይብለኒ እዚ ኣማሃ ከይደ ይህብ መሊሹ ኣብቲኣ ሃብ ይብለኒ ከይደ ይህብ ዳሕራይ ኣብቶም ኣነ ዝፈልጦም ድማ በነቱ ይሃቦ እብሎ ይዝርግሕ ከምኡ እዩ ኔሩ። ገለ ካብቲ ሽዕኡ ዝወጽእ ዝነበረብቲ መጽሔት ጽሑፋት እንታይ ኣሎ ዝዝከር ኣሎዶ? ኦይ
እቲ ግዜ ነዊሑ እቲ ዕድመ ድማ ደፊኡ ስለዚ ቁሩብሲ ይርሳዕ እምበር ንኤርትራውያን ኣብ ደገ ንዝነበርና ዘነቓቕሕ ገለ ድማ ሓበሬታ ብዛዕባ ኣብ ሜዳ ዝግበር ዝነበረ እዚ እዩ እቲ ትሕዝትኡ ነይሩ ብሓፈሻ።
ሕራይ ኣብ ጀርመን ኣበየናይ እዋን እዩ ክፈልጥ ኣይክእልን ግን ዘሎኒ ሓበሬታ ኣብ ትርፊ ግዜኹም እውን ኣብቲ ናይ ሬድዮ ዶቼ ቬለ ትሰርሑ ምንባርኩም እየ ዝፈልጥ ዋላ ስዉእ ሃይለ መለኮት ድራጎን ከመይ እዩ ነይሩ ሕጂ እዚ እወ ሕጂ ክልተ ግዜ እዩ መጀመርያ ተማሃራይ ከለኹ ኣነ ስሳን ክልተን እንድየ ጀርመን ኣትየ ስሳን ሓሙሽተን እታ ናይ ኣምሓርኛ ፕሮግራም ተጀሚራ ኣብቲ ዶይቸ ቨለ ሕጂ ኣነ ከም ፓርት ታይም ኣብ ዕረፍቲ ግዜይ ኣብኡ ይሰርሕ ነይረ ደራጎን ግን ምሉእ ግዚኡ ይሰርሕ ነይሩ ኣብኡ ኣብቲ ዶይቸ ቨለ ደሓር ትምህርቲ ምስ ወዳእኩ ኣነ ገዲፌዮ ን ኣዲስ ኣበባ እንድየ ተመሊሸ ነይረ ናብ ባንክ ልምዓት ክሰርሕ ደራጎን ኣብኡ ይቕጽል ነይሩ ዳሕራይ እኳ ኣቋሪጹ ዳሕራይ ግን ሰንበት ሰንበት ድማ ዜና ይህብ ነይረ ብኣምሓርኛ እዚኣ ድማ መዓዘ'ያ ከምዚ ዝበልክዎ ኣብ ጊሰን ዩኒቨርሲቲ ይሰርሕ ነይረ ምሽ ሓደ ዓመት ዝኸውን ኣብኡ ሰሪሐ ሕጂ ነቲ ስራሕካ ገዲፍካ ነዛ ማሕበር ኤርትራ ኣብ ጀርመን ክትመርሓ ኣለካ ምስ ተባሃልኩ ዝበልዖ ነገር የብለይን። ሕጂ እንታይ ኮን ይሕግዙኒ ኢለ ናብኦም ከይደ ሰንበት ሰንበት ዜና ብኣምሓርኛ ተንብብ ኢሎምኒ ንኣ እንዳነብኩ ካብ ኣኔራ ቀለበይ። ካብታ ዶቼ ቨለ እንታይ ሽሙ እዚኣ ነራ ናይ ዶቼ ቨለ ሕራይ
ኣቐድም ኣቢልና ኣብ ሱዳን ካርቱም ነቲ ብማሕበር ረድኤት ኤርትራ ዝዳሎ ዝነበረ ፕሮጀክት ተዳሉ ነርካ ድሕሪኡ ናጽነት መጺኡ ድሕሪ ናጽነትክ ናበይ ኣቢልካ
እወ ከም ዝበልክዎ ኣብ መጀመርያ ሰማንያን ሽዱሽተን እንድየ ንጀርመን ንይባ ንካርቱም ተመዲበ ሕጂ እኡ ፕሮጀክታት እናሰርሓኹ የብል ነይረ ከም በዓል ኣስማጥ ትፈልጣ ትኾንካ ኣስማጥ ዲቨሎፕመንት ፕሮጀክት ሓዳር ቤት ትምህርቲ ዘላ ባዕለይ ሰሪሐ ዘቕረብኩዋ እያ መወራይ ፎርቶ ዝበሃል ፕሮጀክት ብዝኾነ እንታይ ኮይኑ ባፅዕ ምስ ተሓረረት ቴስዓ ኣብ ባጽዕ ጉባኤ ናይ ማሕበር ረድኤት ተገይሩ ሕጂ ብታ ጉባኤ እንታይ ተወሲኑ ኣብ ጀርመን ብሕጊ ጀርመን ትሰርሕ ማሕበር ረድኤት ኤርትራ እንዲ ኣነ ዝመርሕ ነይረ ምስኣ ተጸጊዓ ድማ ኮኦርዲኔሽን ኢንተርናሽናል ኮኦርዲኔሽን ናይ ማሕበር ረድኤት ነይራ ሕጂ እንታይ ተባሂሉ ጎይትኦም ነታ ኣብ ጀርመን ዘላ ናይ ኮኦርዲኔሽን ኦፊስ ንዓኣ ክመርሕ ንጀርመን ይኽድ ተባሂሉ ጥሪ ሓደ ተሰዓን ሓደን ተመሊሸ ጀርመን ኣትየ ድሕሪ ሓሙሽተ ወርሒ ኤርትራ ተሓሪራ ኣብኡ ከለኹ ምስሌነ ተባሂለ ምስሌነ ምስሌነ ኤርትራ ምስሌነ ኤርትራ ምስሌነ ሃገረ ኤርትራ ክልተ ዓመት ክሳዕ እቲ ፈደረሽን ዝግበርሲ ኢምባሲ ገለ ዝበሃል ኣይነበረን። ዳሕራይ ካብ ቴስዓን ሰለስተን ጀሚረ ድማ ኣምባሳደር ሃገረ ኤርትራ ኮይነ ብቀዳማይ ኣምባሳደር ኣብ ሃገረ ኣብ ጀርመን ኣነ'የ ነይረ ክሳዕ ቴስዓን ሸውዓተን ጸኒሐ ካብኡ ተሳሒበ መጽየ። ካብ ተስዓን ሸውዓተን ክሳዕ ክልተ ሽሕን ሓደን መጀመርያ ድማ ሓላፊ ኣታዊ ውሽጢ ሃገር ኮይነ እየ ሰሪሐ። ድሕሪኡ ኔርላ ዓሰርተ ኣርባዕተ ዓመት ሓሊፉ ድማ ኣብዛ ባንኪ ልምዓትን ወፍርን ኣለኹ።
ኣካያዲ ስራሕ ባንኪ ልምዓት መቸም ሕጂ ተለቅሑና ዲኹም ኣይንብልን ኢና ንሓንቲ ከነልምዕ ሲ ትህቡና ዲኹም ክንብል ኢና እወ ዶክተር ጎይትኦም ብዙሕ ጉዕዞ ኣሕሊፍካ ራኢኻ ሰሚሩ ዶ? ወይስ ጌና ዝፍጸም ኣለካ? ሰማንያን ሓደን ከም ዘለካ ዘኪርካ ግን ሰማንያን ሓደን ዕድመ ከም ዘለካ ዘኪርካ እወ
መጀመርያ ሰማንያን ሓደን ዓመት ምግባረይ ንኣምላኽ የመስግኖ ኣብ ልዕሊኡ ድማ በቲ ዘሕለፍክዎ ታሪኽ ናተይ እውን ሸለልትነት ተወሲኽዎ ዳርጋ ኣብ ምእራግ እየ ተመርዕየ ቆልዑ ወሊደ ኣርባዕተ ቆልዑ ኣለውኒ ነዞም ኣርባዕተ ቆልዑ ወሊደዮም ዘለኹ ኣብ ርእሶም ዝኽእሉሉ ደረጃ ንኸብፅሖም ኣምላኽ ይኣኽለካ ከይበለ እዘን ሰማንያን ሓደን ቁሩብ ዓመታት ክውስኸኒ ይልምን።
ሕራይ ቦኽሪ ውላድካ ክንደይ እዩ ዕድሚኡ? በኹሪ ውላደይ ሕጂ ብ ታህሳስ ዓሰርተ ሓደ ዓመት ክትገብር እያ።
ስለዚ ኩላህና ጸሎት ንግበር ካብ ስማንያን ሓደን። ዶክቶር እመስግን ብስም ኩሎም ኣብዚ ተሳተፍትን ነዚ ቴለቪዥን ዝከታተሉን ሰብ እንተድኣ ጽዒሩ እንተድኣ ብሕልና ተጓዒዙ ናብቲ ድልየቱ ይበጽሕ እዩ ዝብል እምንቶ ካብዚ ዝቐረበ ኣብነት ክንመሃር ንኽእል። ግን በዚ ኣጋጣሚ እዚ ምስቲ ዝተሓልፈ ተሞክሮ እንታይ ክበሃል ይከኣል ነዚ መንእሰይ ወለዶ? በዚ ኣጋጣሚ እዚ ግን ከነመሓላልፎ ንደሊ።
ኣነስ እንታይ እየ ዝብል ሰብ እንተ ደኣ ጽዒሩ ክዕወት ከም ዝኽእልሲ ብዙሕ ኣይጠራጠርን፣ መንእሰያት ድማ ብጻዕሮም እቲ ዝደልይዎ ክበጽሑ ከም ዝኽእሉሲ ክረጋግጸሎም እፈቱ። እወ፣ ቁሩብ ከይሸገረካ ከየበለካ ድማ ኣብ ዓወት ክብጻሕ ይከኣልን'ዩ። ስለዚ ዓድኻ ፈቲኻ ኣብ ዓድኻ ዘሎ ብምትግባር ገለ ትሪኦ ጌጋ እንድሕር ኣሎ ድማ እሱ ዝመሓይሸሉ ነገራት ትገብር እምበር ካልእ ናይ ካልእ ሃገር ሃብቲ ሃብትና ክኸውን ኣይክእልን'ዩ። የቐንየልና ዶክቶር ጎይትኦም።